ንሎሚ ብርክት ዝበሉ ምድላዋት ሒዝናልኩም መጺእና ኣለና። ካብቶም ምድላዋት ግና እቲ ዝዓበየ ማለት እቲ ኣብ ልቢ ብዙሓት ኣትዩ ዘሎ መረዳእታ ናባኹም ክነካፍለኩም። እቲ መረዳእታ ከኣ እግዚኣብሔር ንደቂ ሰባት ክንድዚ ዝኣክል ቀረባ ድዩ? እግዚኣብሔር ንሰባት ዘይከኣል ነገር ኣብ ሓጺር ግዜ ከም ዝገብር ኣብ ሓደ ስድራ ዝተገበረ ተኣምር ናባኹም ከብሎ እየ። ክሳብ መወዳእታ ድማ ሓቢርኩምና ጽንሑ። ሓደሽትን እዋናውን ሓቃውነት ዘለዎም ዛዕባታት ክበጽሓኩም እታም ከኣ ሰብስክራይብ ግበሩ ላይክ ድማ ኣይትረስዑ። እምበኣር ንሎሚ ሒዘሉ ከም ዝመጻኹ ካብቶም ዘለዉ ምድላዋት ቀደም ማለት ናባኹም ከብሎ ዝሓሰብኹ ብዛዕባ ሓደ ስድራ እዩ። ቢቢሲ ኣብ ዝሓለፈ መዓልትታት ማለት እዩ ንሰላሳን ሰለስተን ዓመት ዝኣክል ብሃይማኖት ዝጸንዑ ናይ ሃይማኖት ኣገልገልትን መራሕትን ዝኾኑ ስድራ ብውልድ ድማ ከይተመሰሱ ንዞም ዓመታት እዚኦም ጸኒሖም እዮም ይኹን ደኣ እምበር እግዚኣብሔር ድሕሪ ሰላሳን ሰለስተን ዓመት ኸኣ ክልተ ማናቱ ህፃናት ክህቦም ኸኢሉ እዚ ኸኣ ንምእማኑ ዘጸግም ዛዕባ ኮይኑ ቀንዩ ነይሩ። ምኽንያቱ ቢቢሲ ሒዝዎ ዝወጸ መረዳእታ ከም ዘመላኽቶ እንድሕር ኮይኑ እዞም ሰባት እዚኦም ካብ ዝመራዓው ሰላሳን ሰለስተን ዓመት ገይሮም። ኣብዚ ሰላሳን ሰለስተን ውሽጢ ዓመት ኸኣ ዝኾነ ይኹን ዓይነት ውልድ ክረኽቡ ኣይኸኣሉን። ገሊኦም ተፋትሑ ንናይ ባዕልኹም ህይወት ጀምሩ ክብሎም እንከሎ ገሊኡ ኸኣ ንእግዚኣብሔር ብተስፋ ተጸበይዎ ኢሉ ሓሳብ ነንርእሶም ይህቦም ነበረ። ግን እዞም ክልተ መጻምዲ እዚኦም ንሳላሳን ሰለሰተን ዓመት ዝጸንሐ ፍቕሮም ኸኣ ንእግዚኣብሔር ብተስፋ ይጽበይዎ ነበሩ። ግን ኸኣ ይብሉ ብፍላም እቶም መራሒ ስድራ ዝኾኑ ሰብኣይ ማለት እዩ ኣነ እግዚኣብሔር ክጽብኦ እየ ኣብ ዓለም እግዚኣብሔር እቲ ዘይግበር ክገብር ስለ ዝረኣኹ ተኣምር እውን ስለ ዝረኣኹ ኣብ ሕይወተይ ሓደ መዓልቲ ክመጽእ እዩ ኢለ ሰላሳን ሰለሰተን ዓመት ንእግዚኣብሔር ተጸብየዮ እየ ይብሉ። እዞም ናይ ሃይማኖት መራሒ። ይኹን እምበር ኣብዞም ኽልተ መጻምዲ እዚኦም ኸኣ ሰብ ዝመስሎ ክዛረብን ዝመስሎ ሓሳብ ክህቦምን ተራእዩ። ብፍላይ ገገለ ስድራ ድማ እዚ ሰብ እዚ ውላድ ክህበኪ ኣይኽእልን ምኽንያቱ እዞም ኣቦ እዚኦም ናይ ሃይማኖት መራሒ ኣቦ ቀሺ ስለ ዝኾኑ እዩ። ብሃይማኖት ደረጃ እውን እንተኾነ ክፈትሑ ኣይኽእሉን ውሉድ ዝህብ ውላድ ዝህብ እግዚኣብሔር ስለ ዝኾነ ምኽንያቱ ንሶም ኸኣ ይብሉ ኣነ ብሃይማኖት ስለ ዝተሓጸርኹ ዘይኮነ እግዚኣብሔር ካብ ሃይማኖት ወጻኢ እውን ስለ ዝኾንኹ ክህበኒ ማለት ኣይኮነ ኹሉ ናይ እግዚኣብሔር እዩ እግዚኣብሔር ይህብ እግዚኣብሔር ይወስድ ዝብል ድማ ኣብ ህይወተይ ተግባራዊ ክገብሮ ፈተንኹ ማለት ነዚ ሰላሳን ሰለስተን ልዕሊኡ ዝጸንሐ ሓዳርና ተፈላሊና ነናይ ባዕልና ህይወት ክንመስርት ንኽእል ኢና። ግንኸ እግዚኣብሔር እንድሕር ፈቒድዎ ደኣ እምበር ገዛ ስለ ዝቐየርካ፣ ሰበይቲ ወይ ከኣ ሰብኣይ ስለ ዝቐየርካ ውላድ ትረክብ ማለት ኣይኮነን። እግዚኣብሔር ንማህጸንኻን ንፍረኻን እንድሕር ባሪኽዎ ኢኻ ብውላድ ትባረኽ ይብሉ እዞም ኣቦ። ይኹን ደኣ እምበር ኣነ ኣብ ጸሎተይ ንእግዚኣብሔር ኹሉ ግዜ ይልምኖ ልክዕ ከም ኹሉ ድማ ክወልድ ክዘምድ ህፃን ውላድ ክህበኒ ድማ ንእግዚኣብሔር ይሓቶ ነበርኩ። ልክዕ ከምቲ ንኣብርሃም ዘንጊዑን ደንጉዩን ዝሃበዮ ብተስፋ ዝተቐበለ ኣብርሃም ንዓይ እውን እግዚኣብሔር ካብ ኣጋርጋነይ ድማ ክህበኒ እልምኖ ነበርኩ። ሓደ መዓልቲ ከዓ ኣብ ህይወተይ ኣትዩ ከም ዘሕጉሰኒ ምንም ጥርጥር ኣይነበረን ይብሉ እዞም ሃይማኖት መራሒ። ብወገን በዓልቲ ቤተይ እንትኾነ ጽንዕትን ሃይማኖተኛን እያ። በዚ ናይ ሰባት ከይተዳህለትን ንድሕሪት ከይተመለሰትን ኸኣ ክሳብ'ቲ እግዚኣብሔር ዝመጸና ብተስፋ ምሳይ ተጓዓዘት። ዘይሕለፉ ዝመስሉ እዋናት ሓሊፍና። ዘይስገሩ ዝመስሉ ግዜያት'ውን ብሓባር ሰጊርና። ነቲ ሕማቕ ብሕመቑ እናረኣና ነቲ እግዚኣብሔር ኣብ ቅድሜና ክህበና ዝኽእል ተስፋ እናቋመትና ኸኣ እንሆ እግዚኣብሔር ዘይሓሰብናዩኻ ድሕሪ ሰላሳን ስለሰን ዓመታትኻ ብክልተ ውሉዳት ብሓንሳብ ባረኪውና እቶም ከሲርናዮም ዝመስሉ እዋናት እቶም ስኢናዮም ዝመስሉ እዋናትኻ እኖ ብሓድሽ ገጸ በረኸትካ ንገዛና እግዚኣብሔር ኣብርሆ እግዚኣብሔር ኣብዚ ዘመን እዚ ኸኣ ኣብ ገዛና ዓብዪ ተኣምር ሰርሐ ክብሉ ድማ ንቢቢሲ ሓቢሮም ነይሮም። እዚ ጥራሕ ኣይኮነን ኣነ ውላድ ሲኢንና ንሳላሳን ሰለሰን ዓመት ክንነብር እንከለና ዘይሕለፉ ሓሊፍና ዘይስምዑ ሰሚዕና ብዙሕ ነገር ሓሊፍና ግን ኸኣ እግዚኣብሔር ግን ብድሕሪ ሕዚ ዘለና ኣማራጺ ይብሉ ሰባት ክዛረቡ እንከለዉ ብሓባር ብሃይማኖት ጸኒዕኻ ምንባር ደኣ እምበር ውላድ ቅበጹ ዝብል ድማ ናይ ብዙሓት ድምዳመ እዩ ነይሩ ብፍላይ ኸኣ ገለገለ ሰባት ንበዓልቲ ገዛይ ኸኣ ንስኺ መሪጽኺ ኮይንኺ ትነብሪ ኣለኺ ንሱ ክፈትሐኪ ዘይኻለ ሃይማኖት ስለ ዘለዎ ሃይማኖት ስለ ዘግድዶ ቀሺ ስለ ዝኾነ ካህን ስለ ዝኾነ ከፍርስ ክፈትሕ ስለ ዘይፍቀደሉ ምስኡ ተኣሲርኺ ትነብሪ ኣለኺ ስለዚ ንምንታይ ዕድልኺ ዘይትርኢ ዘይትፍትኒ ኻሊእ ዘይትርኢ እንድሕር ዕድመ ኸይዱ ናይ ጓል እኮ መላሲ የብሉን ክወልድ ዋላ እንተደሊኺ ክትወልዲ ኣይትኽእልን ኢኺ ዝብሉ መርዛማ ቃላት ድማ በብመዓልቱ ይዝረባ ነበራ እንተኾነ ግን እዛ ክብርትን ንጽህትን በዓልቲ ገዛይን ግን ነዚ ኹነታት እዚ ንዓይ እየ ትነግረኒ ነይራ። ኣነ ኸኣ ንዓኣቶም ከይተቐየምኹ እግዚኣብሄር ኣብ ህይወትና ሓደ መዓልቲ ጽቡቕ ነገር ከም ዝገብረልና ኸኣ ይዛረባ ነበርኹ። ብቃለይን ብቃል ኣምላኽን ከኣ ሓፊራን ተጠራጢራን ኣይትፈልጥን። ክመጽእ እዩ እግዚኣብሄር ጽቡቕ ነገር ከም ዝገብር ከኣ ሕልሚ ነይርና። እንተኾነ ግን ኣብ ሓዳር እዞም መሰናኽላት እዚኦም ክንሓልፍ ግን እግዚኣብሔር ሓይሉ ይህብና ነይሩ። ሐዚ ድማ እንሆ በዓልቲ ገዛይ ከይሓሰብኽዎ ኣነስ ጠኒሰ ይመስል ኢላ ክትዛረበኒ እንከላ ክኣምን ኣይከኣልኩን። ምኽንያቱ እቲ ዝጽበዮ ዝነበርኩ ክትነግረኒ እንከላ ኣይኸውን ማለት ኣይኮነን፣ ግን ኸኣ ናይ ማን ድዩ ዝብል ናይ ውሽጢ ጥርጣረ ፈጠረለይ። ይኹን እምበር ንሳ፣ እቲ ሓቃውነቱ እናተረጋገጸ ምስ ኾነ፣ ሰበይቲ ገዛይ፣ በዓልቲ ገዝኣ ብምዃር፣ ንብዙሓት ዓመታት ብምጽናሕ፣ ሕዚ ድማ ውላድኻ ኣብ ማህጸንኻ ሒዘ ኣለኹ ምስ በለትኒ፣ ዝያዳ ንእግዚኣብሄር ብንብዓተይ ኣመስገንክዎ። ልዕሊኡ ኸኣ እቶም ኣይኸውንን እዩም ዘርኢ የብልኩምን ኢሎምና ዝነበሩ ኸኣ ዳግም ድማ እግዚኣብሄር ሓያል ምኾነ፣ እግዚኣብሄር ሓያል ከም ዝኾነ፣ ብዙሕ ነገር ከም ዝገብር ድማ ካብ ልዕሌና ተማሃሩ። እንሆ፣ በዓልቲ ገዛይ ጥኑስ ድማ ዀነት፣ ሰባት ድማ ረኣይዎ። እቲ ኽልቴና ዝፈለጥናዮ እግዚኣብሄር ብምሸት በረከቱ ዝሃበና፣ እንሆ ድማ፣ ካብ ግዜ ናብ ግዜ እናተፈለጣ ድማ፣ እቲ ምሳና ዝነብር ኸባቢ ድማ ዅሉ ፈለጦ። ድሕሪኡ ኸኣ ታይ ዝበልዎ ጕድ'ዩ እዚ! ኢሎም ድማ ለካስ እግዚኣብሔርሲ ኣሎ እዩ ክብሉ ድማ ተሰምዑ ምኽንያቱ እግዚኣብሔር የለን ኣሎ ዶ ዝብል ንዓኹም ክንገዶ ክንገድፎ ማለት እዩ እግዚኣብሔር ከም ዘሎ ኸኣ እቲ እነተንፍሶ ኣየር ከይተረፈ እግዚኣብሔር ከም ዝበና ድማ ምፍላጥ ኣገዳሲ ይኸውን እንኳን ነዚ ማለት እዩ እግዚኣብሔር ግን ብጸግኡ ምስ ኣብዘሐሎም ኸኣ ዳግም ከኣ እግዚኣብሔር ሃምዚ ይገብር እዩ ንብዙሓት ዓመታት ውለድ የብሎም ክንብል ጸኒሕናስ ሰበይቱ ጠኒሳ ናይ ማን ድዩ ሓቂ ድዩ? ዝብሉ ወረታት ድማ ክዛብዑ ጀምሩ። ወረ ገለገሊኦምሲ ናይ እማንኻ ናቱዶ ክኸውን ይኸእል'ዩ? ዝብሉ ድማ ነይሮም። ግን ኹሉ ገዲፍና ከኣ እግዚኣብሔር ኣብ ልዕሌና ተኣምር ፈጠረ። ድሕሪኡ ከኣ እቲ ዝዓበየ እግዚኣብሔር በረከቱ ጸግኡ ከብዘሐልካ እንከሎ ሰበይተይ ናብ ሕክምና ኣብ ዝኸለትሉ ኣብ እትገላገለሉ ሰዓት ድማ እንሆ ኽልተ ኣይተጸበኹን። ግን ኸኣ ኽልተ ክኾኑ እንከለዉ ድማ ወሲኸ እግዚኣብሔር ኣመስጊነዮ። ወሲኸ እግዚኣብሔር ኣመስጊነዮ። ተመስገን እግዚኣብሔር ኣምላኸይ ኢለ ድማ ብንብዓትን ብታሕጓስን ኣመስገንክዎ። ኣነ ጥራሕ ዘይኮነ ኹሉ ከኣ ንእግዚኣብሔር ኣመስገነ። ድሕሪ ሰላሳን ሰለሰን ዓመት ድሕሪ ሰላሳን ኣርባዕተን ዓመት ኸኣ እንሆ ኽልተ ህጻውንቲ ብኢድና ሓቊፍና ኢና ንርከብ። ሓደ ጥራሕ ኣይኮነን ኣነ ሓደ ይሓቁፍ በዓልቲ ገዛይ ውን ሓደ ትሓቁፍ እግዚኣብሄር ኸምዚ ይገብርካ እቲ ዘይግበር እቲ ኣብ ምድሪ ክኸውን ዘይክግብኦ ነገር ክስራሕ ዘይኽእል ነገር ሰባት ክህቡኻ ዘይኽእል ነገር እግዚኣብሄር ብኸምዚ ጸግኡ ከብዘሐልካ እንከሎ ካብዚ ዝዓቢ ነገር እንታይ ኣሎ ካብዚ ዘይመሃር ግን ወዲ እግዚኣብሄር ኣይኮነን ካባና ካባና ሕይወት ዘይመሃር ግን እግዚኣብሔር ኣይፈልጦን እዩ እግዚኣብሔር ተኣምር ከም ዝሰርሕ ድማ በቢ ዘለኹሞ ንእግዚኣብሔር ኣመስግኑ ክብሉ ድማ እዞም ኣቦ እዚኦም ንቢቢሲ ቃለ ምሂቦም ነይሮም እዚ ጥራሕ ኣይኮነን ኣብዚ ሕዚ ሰዓት እግዚኣብሔር ዝኣምን መእመን ኣብ ዝውሕደሉ ሰዓት ከኣ እግዚኣብሔር ተኣምር ዝገብረሉ ብዙሕ እናኾነ ይመጽእ ኣሎ ስለዚ ክቡራት ተዓዘብትና በቢ ዘለናዮ እግዚኣብሔር ተኣምር ከም ዝሰርሕ ኣብ ሕይወትና ዘንጊዕና እዚ ንዓይ ኣይሃበንን እዚ ንዓይ ኣይገበረንን ኢልና እንድሕር ነማርር ኮይና ከኣ ናብ ቤቱ ብምኻድ ከኣ እግዚኣብሔር ሃበኒ ኹሉ ምሃብ ትኽእል ኢኻ ኹሉ ምግባር ትኽእል ኢኻ ንዓይ ዘይትገብረሉ መንገዲ የለይ ስለዚ ኣነ ሓጢኣተኛ በደለኛ ወድኻ ድማ እንሆ ሕይወተይ ባርኮ ገዛይ ባርኮ ኢልና ድማ በቢ እንኣምኖ ሃይማኖት ንእግዚኣብሔር እንድሕር ነምልናዮ ኮይና ከኣ ዘይህበና ዘይገብረልና ነገር የለን ኩሉ ይከኣሎ ክልኡ ኩሉ ካብኡ ኩሉ ከኣ ብእኡ ይኸውን ማለት እዩ። ስለዚ ካብዞም ክልተ መጻምዲ ንሳላሳን ሰለስተን ዓመት ዝኣክል ብተስፋ ዝተጸበይዎ እግዚኣብሔርሲ ንሕና ከመይ ነቲ እንሓስቦ ነቲ ክንገብሮ ዝደለና ፍቃድ እግዚኣብሔር ሓቲትና ፈጽመለይ ግበረለይ ዝጠቅመኒ እንድሕር ኮይኑ ከኣ ኣሳኽዐለይ ኢልካ ምዝራብ ንእግዚኣብሔር ዓቐቢ ዝኾነና ክንደየናይ ኢና ስለዚ ነዚ ዓቐበት ልብና ኣብ ዝለ ኣብ ልብና ዘሎ ሴርና ኸኣ ንእግዚኣብሔር ብንጹ ልቢ ንሕተቶ እግዚኣብሔር ከኣ ወዓል ሕዳር ከይበለልኻ ንለብና ካብቲ ዝሓሰብናዮ ብዝያዳ ድማ ንልብናን ከሐጉሶን ከብርሆ እዩ ንሎሚ ሒዝናልኩም ዝመጻና ብዛዕባ እዞም ብእግዚኣብሔር በረከት ዝተባረኹ ቅዱሳን ስድራ እዩ እሞ እንድሕር ካብ ልብኹም ተኸታቲልኩምና እግዚኣብሔር እንድሕር ፈትኹም ናይ እግዚኣብሔር ስራሕ እንድሕር ኣድኒቁምልኹም ነዚ ቪድዮ ላይክ ገይርኹም ውጹ ሰብስክራይብ ብምግባር ከኣ ኣሐጉስና ንዓና እውን ብዝበለጹ ስራሕቲ ክንመጸኩም ምታን ስለ ዝተኸታተልኩምና ካብ ልቢ ነመስግን።